ቤተ መንግስቲ ክመጽእ እየ ሕጂ ስልጣን መንግስቲ እንድሕር ደኣ ርኢናዮ ኣብ ሃገርና ሓደ ዝንቡዕ ነገር እዩ ዘሎ ዝነገሰ እዩ ከመይ ኢሉ ነጊሱ ኣይግድሶን እዩ እቲ ሰብ ምክንያቱ ነቲ ዘሎ ስልጣናት ንከቐምጥዎ ንከይጥምቶ እቲ ሰብ እናተባህለ ዝነገሰ ንጉስና ዝበሃል ኣበሃህላ ኣሎ ከመይ ከም ዝነገሰ እዩ ከገድሶ ዝግብኦ ግን ሕጂ ዝኾነ ዝተኣኻኸቡ ሰብኣይን ሰበይትን ዶ ንብሎም ኢና? No! ከምቲ ሕጊ ኣምላኽ ዝመጹ ኢና፣ ከምቲ ስርዓት ኣምላኽ ዝመጹ፣ ነቲ ሕጊ ኣምላኽ ዝገበሩ ኢና መርዓ እንኣምነሉ። ዝኾነ ዶ ሽማግለ ክኸውን እዩ? No! ኣይኮነን፣ እቲ ህዝቢ ስልጣን ዝሃቦ እባ ሽማግለ። ኣብ ሃገር ከኣ ልክዕ ከምኣ እዩ፣ እቲ ህዝቢ እዩ ስልጣን ዝህቦ ንመራሒ። ባዕሉ ዝነገሰ ኣይኮነን ንጉስ እዚ ናብ ሃገርና ኣይንርኣዮ ናብ ካልእ ኣይንርኣዮ ብመጽሓፍ ቅዱስ ጥራሕ ክንዛረብ መጽሓፍ ቅዱስ ጥራሕ ኢና ሕጂ ውን ክንሰምዕ ዘለና ኣብ ዘዳግም ዓሰርተ ሸውዓተ ምዕራፍ ቁጽሪ ዓሰርተ ኣርባዕተ ከምዚ ትብል ንጉስ ኣብ ልዕሌኻ ከተንግስ ምስ እትደሊ እያ ትብል እቲ ፍቃድ ናይቲ ህዝቢ እዩ እቲ ስልጣን ዝህብ ህዝቢ እዩ እቲ ዝሓሪ ህዝቢ እዩ መን መርጾ ዝገብር ህዝቢ እዩ ስለዚ እግዚኣብሄር ኣብ ዘዳግም እዩ እቲ ኣብ ሳሚኤል ዘሎ ክጭቁነኩም እዩ ገለ ዝብል ካልእ እዩ ገና ኣብ መንገዲ ከለዉ ከይመጹ ከለዉ ምድሮም ከይወረሱ ከለዉ ኣብ ምድርኩም ምስ ወረስኩም ንጉስ ኣብ ልዕሌኻ ከተንግስ ምስ እትደሊ እዚ እንታይ ማለት እዩ ንጉስ ኣብ ልዕሊ ሰብ ዝመጽእ ብፍቃድ ሰብ እዩ ከም ሽማግለ ከም ሰብኣይ ንጉስ ከዓ ብፍቃድ ሰብ እዩ ኣብ ስልጣን ዝመፅእ እቲ ስልጣን ናይ ንጉስ ህዝቡ ዝሃቦ ስልጣን እዩ ስልጣን ዝበሃል ዘሎ ነዚ እዩ ከዓ ኣብቲ ሮሜ ዓሰርተ ሰለስተ ንዓኻትኩም ዝነቑሑ እዮም ንዓኻትኩም እዮም ዝሓስቡ ንኽፉእኹም ዝተስኡ ይኮኑን ዝብል ግን እንድሕር ደኣ ከምኡ ኮይኖም ብትክክል እዚ ስልጣን እዚ ካብ ኣምላኽ እዩ ምእንታኹም ነቒሖም ይሓድሩ፣ ዝሰረቐ ይኣስሩ፣ ንዘፍርዕ ንጥዑይ ሰብ መዓስ የፍርሑ ይብሉኻ። እዋ እዚ ደኣ እሞ ካብ ሰብ ስልጣን ካብ ሰብ ስልጣን ዝረኸበ እዩ ዝኸምኡ ዝገብር። ግብሪ ካብ ሰብ ዝእክብ እዩ ከምኡ ዝገብር። እቲ ኣብ ሮሜ ዓሰርተ ሰለስተ ዘሎ እዚ ንሕናን ዓድኻን ንነብሮ ዘለና ምምሕዳር ዘለዎ እዩ። ምረፁና እናበሉ ኮለል ዝብሉና ዓዲ እዩ። ኣነ እሕሸኩም ኢሎም ድምጺ ሃቡኒ በጃኹም ንዓይ ደግፉኒ ዝብሉ ኣብ ከምዚ ዝኣመሰለ እዩ ከም ድላይና ንኣቱ ከም ድላይና ንወጽእ ዘለና እዚ ኣብዚ ዘሎ ምርጫ ንሪኦ ኣለና ስለዚ ሮሜ ዓሰርተ ሰለስተ ንዓኻትኩም ንክፉእ ነገር ደኣ እምበር ነቶም ሰናይ ዝገብሩ ኣየፍርሑን እዮም ዝብሉ ዝብለካ እቲ ጽሑፍ እዚ ከዓ ካብ ህዝቢ ዝወፀ መራሒ እንተ ደኣ ኮይኑ መታን ቮት ሰብ ከይስእ ሰከንድ ተርም ምእንቲ ክኸይድ፣ ተረዲኻኒ ኣለኻ፣ መሊሱ ክውስኽ፣ ነቲ ህዝቢ ዝሓይሽ ክሓስብ፣ ነቲ ህዝቢ ዝሓይሽ ክገብር እዩ ዝጽዕር። ስለዚ ስልጣን ካብ ኣምላኽ ኢሉ እኳ እንተ ሃለወ፣ ኣመጻጽኣ ንጉስ ከኣ ኣምላኽ ግልጺ ገይሩ ጽሒፉልና እዩ። እዚ ዓሰርተ ሸውዓተ ዘዳግም ንመጻኢ ብሰፊሕ ነገር ክዛረቦ ይደሊ እየ ምክንያቱ ከተንግሶ ከለካ ከኣ ዓጽምካን ስጋካን ይኩን ምክንያቱ መዘወር ናይ ሃገር ትህቦ ዘለካ እዚ ስጋካን ዓጽምካን ምኳኑ ውን ኣረጋግጽ ወለድኡ ኣረጋግጽ ወዲ ዓድካ ድዩ ካባካ ድዩ ኣረጋግጽ ዝብልን ካልእ ነገር ኣሎ ገንዘብ ሃገር ኣይሓዝ ገንዘብ ኣይሓዝ ብዙሕ እናበለ ብዙሕ ነገር ኣብኡ ኣቐሚጡ ኣሎ። እዚ ዝመሃሮ ሰብ የለን። እዚ ዝገንጸሎ ሰብ የለን። ካብ ናይ ሓዳር፣ ካብ ናይ ቤተክርስትያን ዝሓለፈ ስብከት የብልናን ዳንኤል ሓወይ ኣይትሓዝን። ግን ኣምላኽ ብግልጺ ገይሩ ጽሒፍዎ ኣሎ። ንጉስ ዘንግስ ህዝቢ እዩ። መራሒኡ ዝሸይም ኣብ ሃገር ህዝቢ እዩ ኢልና ኣምላኽ። ብቐዳማይ ጠቒሰልካ ነይረ። ኣምላኽ ፈጣሪና ክነሱ ኣብ ህይወተይ ጎይታ ኢኻ ንጉስ ኢኻ ክብሎ ባዕለይ እየ ዝሸሞ። ዘይተሾመ ባዕሉ ርእሱ ዝሸይም የለን። ጐይታ እኳ ባዕሉ ሊቀ ካህናት ክኸውን ርእሱ ባዕሉ ኣይሾመን። ተሾመ እምበር ኣይሾመን ይብል። ንህዝቢ ዘገልግል ተሸይሙ እዩ እምበር ባዕሉ ርእሱ ሸይሙ ዘገልግል የለን። መጽሓፍ ቅዱስ ውዱቕ እዩ ዝገብሮ ነዚ። ስለዚ ከም ሃገር ይምጻእ፣ ከም ኣብ ቤተ ክርስቲያን ስልጣን ይምጻእ፣ ከም ኣብ ቤት ስልጣን ይምጻእ፣ ሂብካ ኢኻ ስልጣን መሊስካ ግዛእ እትብሎ ማለት እዩ። ስለዚ ነቲ ህዝቢ እዩ ተዋሂብዎ ስልጣን ስልጣን ክህብ ነቲ ህዝቢ እዩ ሂብዎ እግዚኣብሔር ንጉስ ከተንግስ ምስ እትደሊ ኣቲ መምርሒ ሂብዎ ኣምላኽ። ስለዚ ብፍቓድ ሰብ ዝመጽእ መራሒ ጥራሕ እዩ ኣብ ሃገር ክገዝእ ዝኽእል። ነዚ እዩ ከዓ መጽሓፍ ቅዱስ ክስታይ ዝብሎ ማለት እዩ። መራሒ ዝብሎ ስልጣን ተቀቢሉ ዝብሎ ካብ መን ስልጣን ተቀቢሉ ካብ ህዝቢ ኢካ ስልጣን ትቅበሎ ብድሌት ህዝቢ ኢካ ትመጽእ ኣብ ርእሲ ሰብ ትቅመጥ ብፍቃድ ሰብ ኢካ ኣብ ርእሲ ሰብ ትቅመጥ ምክንያቱ ሰብ ምርጫ ኣለዎ ብምርጭኡ እዩ ሰብ ኣብ ልዕሊኡ ዝገብር ንኣምላኩ ከማን ብምርጭኡ እዩ ኣብ ልዕሊኡ ዘንግሶ ዘሎ ጎይታ ንቅበሎ ዘለና ብምርጫና እዩ ፈጣሪና እኳ ኮኑ ሰብ ፍቃድ ስለ ዘለዎ ሕሬት ስለ ዘለዎ ኣብቲ ውሽጡ ነብሲ ዝበሃል ስለ ዘለዎ ፍቃድ ዝበሃል ስለ ዘለዎ ዘይፈቀዶ ኣብ ልዕሊኡ ክቅመጥ ኣይደልዮን እዩ ኣምላኽ ነዚ እዩ ከኣ ንጉስ ከተንግስ ምስ እትደሊ እቲ ስልጣን ናይ ህዝቢ እዩ ኣብ ቤተ ክርስትያን ስልጣን ናይ ህዝቢ እዩ ኣብ ቤት ኣብ ሃገር ስልጣን ናይ ህዝቢ እዩ ኢሉ እዩ ኣምላኽ ኣቀሚጥዎ